ከቢድ ዝኾነ ውሳነ ባራኺ ወሲኑኒ እዩ ማለት እዩ። ሰላም ሰላም፣ ከመይ ቀኒኹም ሓብትኹም ሱዛኒ ከመይ ኢኹም? ሰላም ክትኮኑ በዓልቲ ሙሉ ተስፋዬ ኣማንቲ ድማ ብሓዳሽ ቪድዮ መፅኤኩም እኒኹ። ሓድሽ ስለሆንኩም ሰብስክራይብ ምግባር ኣይትረስዑም። ሰብስክራይብ ትገብሩለይ፣ ላይክ ትገብሩለይ፣ ሙሉእኹም ድማ ማለት እዩ። ጥሜ ደመስግን ኣዝየ እየ ማለት እዩ ሎማንቲ ድማ ብሓድሽ ቪድዮ መየፀኒኹ ክስከ መጨረሻ ምሳይ የፀኒኹም ኮመንት ፅሒፍኩም ክተበረታትዑ ድማ ተስፋ ይገብር ኣብ ዝሓለፈ ክፋል ከምቲ ዝረኣኹሞ ኣብ ታሕቲ ዲስክሪፕሽን ድማ ከቀምጠልኩም እየ ኣብ በፂሕና ነርና ማለት እዩ ሎማዓንቲ ድማ ባራኺ ብዙሕ እዩ ተዋሂዱ ማለት እዚ ሓደ ሓደ ግዜ ንሰርሖም ስራሕቲ ወይ ድማ ንኸዶም ነገራት ብግርህነትና ክኾን ይኽእል፣ ብይውህነትና ክኾን ይኽእል ንሰርሖም ስራሕትታት ከም ገበነኛ ክቕፅሩና ይኽእሉ እዮም ወይ ድማ ከምኡ ዓይነት ሰብ ስለዝኾንና ነቲ ስራሕ ንሱ ንሰርሖ መሲሉ ሰብ ይቐርፀና እዩ ማለት እዩና በራኺ የዋህ ምዃኑ ስርሑ ከም ዝውዕል ኣብ ሕማቕ ነገራት ከም ዘይውዕል ማንም ሰብ እዩ ዝፈልጦ ግን ዓውሉ ስለ ዘይናገር ሓይሉ ስለ ዘየውፅእ ወይ ድማ ከምኡ ዓይነት ነገራት ኣይሰርሕን ኢሉ ልቡ ኣፍ ልቡ ሞሊኡ ዘይናገር ዓይነት ሰብ ስለዝኾነ እቲ ሕማቕ ነገራት እንዳለ ናብ ባዕሉ እዩ ወሲድዎ ተኸይዱ ማለት እዩ እና ኣብ ዝሓለፈ ኣፅብሃ ሓው ንዕኡ ከም ዝሞተ ብህይወት ከም ደሊ ርኢና ነርና ማለት እዩ። ይኹን ደኣ እምበር ቀታሊ ንዕኡ ካልኦት እዮም ብርግፅ ይኹን ደኣ እምበር ቀታሊ ሓው ኣይተፈለጠን መን ከም ዝቕተል ኣይተፈለጠን ተሓኒቑ ከም ዝሞተ ጥራሕ ተሓኒቑ ከም ዝተረኸበ ሞሮካዊ ድማ ወዲ ምዃኑ ኢና ንዝክር ማለት እዩና ስለዚ ቀታሊኡ መን ከም ዝኾነ እንዳ ሓቂ ከይዱ ስለ ላዕልን ታሕትን ስለ ለይበለ ቀታሊ ሓው ክፈልጥ ጸዓርዓር ስለ ለይበለ እቲ ቀታሊ ሓው ባዕሉ ባዕልኻ ኢኻ ልብል ስጉምቲ ንምኻድ እዮም እቶም ዓዲ ጸለመ ውልዕሉ እዩ ፈጺሞምሉ ማለት እዩና ብርግጽ ኣይወዓሉን እዩ ኢዱ ንጹህ እዩ እኳ ደኣ ሓዘንተኛ

ከኹነካ ደይኽል ሰብ ኣሎ ማለት ኢና ብተመሳሳሊ ድማ እቶም ዓዲ ከምኡ እዮም ኮይኖም በቃ ቀተለ ሓው ቀታለ ሓው ንሱ ኣይቀተለን ሰበይቱ ሰበይቱ ኣይቀተለን ወዱ ወዱ ኣይቀተለን ግን ባዕሉ ቀቲልዎ ሓው ምናምን እናበሉ ከቢድ ዝኾነ ጥዑንቶ ገይሮምሉ እሱ ተናግር ናይ ምእማን ዓቕምም የብሉን ብየውህነት ዝተዓበለ ዓይነት ሰብ እዩ። ሓደ ሓደ ግዜ ተረርቲ ሰባት ወይ ድማ ዋይ ተሕይል ክፉእ እዩ እኮ ምናምን ንብሎም ሰባት ኣብ ከምዚ ዓይነት ነገር ኣድማዕ ኮይኖም እዮም ዝርከቡ ማለት እዩ እና የዋህ እንድሕር ኮይንካ ግን ኩሉ ነገር ብየውህነት ስለትሕዞ እቲ ዝተዘረብካዮ ይልክዕ ኣብቲ ሰብ ከይዱ ይሃስሲ ድዩ ክጎድእ ድዩ ምናምን ዓይነት ነገር ኢኻ ትሓስብ እምበይ ነቲ ዝተውሃበካ ግብረ መልሲ ይምልስ ኣለኹ ኢልካ ኣይትሓስብን ኢኻ ማለት እዩ እና ከምቲ ዘሕምም ቃል ተናገሩካ ንስኻም ዘሕምም ቃል ተናጊርካ ኣፍኮም ኣፎም ንምዕባስቲ ንኣቶም ጌጋ ምዃኑ ስለዝርድእካ ድጋሜ ናፍቲ ናቱ ጌጋ ዲ ኣነ ጌጋ ክውስኽ ዝዓይነቱ ኢኻ ትሓስብ ማለት እዩ እና ስለዚ ከምዚ ኮይኑ ነይሩ ንዕኡ ድማ ለማዓንቲ ክሲ መስሪትሎም ማለት እዩ። ብፍላይ ድማ ንወዲ ሓውና ንጎረቤቱ ንራሃይ ንኣቦኡ ንጨርጊድ ማለት እዩ ኣቦኡ ንጨርጊድ ብፍሉይ ቀተላ ሓው ከም ዝኾነ እኳ ድኣሲ ቀታሊ ሓው ብቻ ለይኮነሲ ነቦኡ ንጨርጊድ ሓው ኣቦኡ ንጨርጊድ ለ ተቐቲሉ ስለዝኾነ ቀታሉናስ እሱለ ንስኻ ኢኻ ልብል ፈኸራ እዩ ገይሩሉ ማለት እዩ እና ምስታት ንብኡ ንከምድወዲ ከምዝታት ከሲሶም ከሲሱ ድማ ወረቐት ኣምፂሎም ማለት እዩ እቲ ወረቐት ፍርቆም ተቐቢሎሞ ፍርቆም ኣይቅበልን ኢሎም ማለት እዩ ዕቋር ንባዕሉ ኣይቅበልን ኢሉ ኣቦን ጨርጊት ድማ ተቐቢሉ ማለት እዩ። እሱም ብክንደይ ጉድ ደርጋ ብሓይሊ በልዎ ማለት እዩ እና እሱር ቤት ከይዶም ክእሰሩ ድዮም ወዲ ሓው ድዩ ክእስር ንወዲ ሓው ድዩ ኣጋር ክቋፅር ከመይ ክገብር ኣብ ቀፃሊ ኢና ክንሪኦ ማለት ኢና ማለት ሓደ ሓደ ግዜ ንናገሮም ነገራት ከበድቲ ይኹኑ ቀለልቲ ይኹኑ ብዘይገድስ ሓቅነት ዘይተላወሱ እንድሕር ደኣ ኮይኖም ምናልባት ኣሽሒቱ ነቲ ሰብ ጸለመ ኮይኖም ካብ ስርሑ ድዩ ካብ ሰላሙ ድዩ ካብ ንርኡ ድዩ ምናምን ከፈናቕልዎ ይኽእሉ እዮም። ውዕሊ ሓዲሩ ግን ርግጸኛ እየ እቲ ሰሓቕ ንሱ ከም ዝስሕቆ እቲ እምነት ኣብኡ ከም ዘሎ እቲ ሓቂ ምስ በዓሉ ከም ዘላ ምናምን ንረኽቦ ኢና ማለት እዩ። ብኡ ልክዕ ከዓ እቲ ዘፀልምን ዘጠቅንን ሰብ ከዓ ፅባሕ ንጎ ከም ዝሓፍር ፍሉጥ እዩ። ንኸሸዑ ግን ሎማንት እንድሕር ሞይትካሲ ፅባሕ ተሓቂ ተተነገረካስ ፋይዳ የብሉይ ነው። ስለዚ ሓደ ሓደ ጊዜ ንናገሮም ነገራት ርግፀኛ ተዘይኮይና ቢያንስ ቢያንስ ፍርቂ ፐርሰንት ትኸውን ርግፀኛ ንኸይድ ተዘይኮይና ካብኡ ሓሊፉ ግን በቃ መድመይ ምዃኑ ሕማቅ ቃላት ምንጋር ምዃኑ ኢለም ኢለም በላ መበሊ ምዃኑ እንተዘይኮይኑ ሓቅነት ኣይንረኽቦን ኢና ማለት እዩ እና ንውስኖም ውሳነታት ንናገሮም ነገራት ንሓሶም ሓሳባታት እቲ ሰብ ከመይ እዩ እንታይ እዩ መን እዩ ክንፈልጥ እኒኤና ይውዕለሉ ይውዕለ ክነማምን እኒኤና ብቻ ግድን ህይወት ሰብ ምሕላፍ ዘይኮነ ዋላ ካሊእ ሕሸት ክኸውን ይኽእል ካሊእ ሕማቃት ነገራት ረሳሓት ልኾኑ ቃላት ክኾኑ ይኽእሉ ብዘየገድስ ማለት እዩ ነቲ ሰብ የሕምኦ እዩ የቐንዝኦ እዩ ንብሎም ቃላት ንጥቀመሎም ቃላት ንዓኣታ ሓላፍነት ክንወስደሎም እኒኤና ኢለ እየ ልሓስብ ምክንያቱ ሓላፍነታውያን ሰባት ተዘይኮይና ኣብ ህይወትና ኣብ ኑሮና ኣብ ናይ ባዕልና ግላዊ ፐርሰናል ዝኾነ ነገራት ለ ብዙሕ ናይ ምግጋይ ሕማቓት ሰባት ናይ ምፍራይ ወይ ድማ ኣከባቢና ናህና ኣንጻር ልኾኑ ናህና ኣንጻር ዝቖሙ ማሕበረሰብ ክኸውን ይኽእል፣ ጎረቤት ማሓዛ ክኸውን ይኽእል ኢና ነፍሪ ማለት እዩ። ስለዚ ካብዙይ ነገራት ንምቑጣብ ድማ ቢያንስ ሓምሳ ፐርሰንት ልኣክል ርግጸኛ ክንከውን ኔና እየ ልሓስብ። ብድሕሪኡ ነቲ ዝመጽእ ነገራት ንክትማጎቶ ድዩ ወይ ድማ ኦኬ ከምዚ ከምዚ ከምዚ ስለ ዝሰማዕኩ ወይ ድማ ከምዚ ከምዚ ስለ ዝተገበረ ከምዚ ዝብል ዓይነት ድራቃት ከዓ ከይደ ክንብል ይኒእና እና ስለዚ ባራኺ ዝወሰነ ውሳነ ኣነ ብርግፅ ይድግፎ እየ ማለት እዩ። ማለት ኣብ ሕጊ ከድካ ምንግልታ ጉዳይ ሕጊ ሞቦ ዝለሙ ግዜ ከሳስን ተኸሳስን ዋላ ኮን በይ ኩላትካ ኢኻ ትደክም ዋላ ሓደ ተኸሳሲ ጸዋዒ ይኹን እምበር ኩላትካ ሓቂ ክወጸልካ ኢኻ ትደሊ ብፍላይ ኣብ ሕጊ እንዳ ከድካ ኮንካ ንስኻም ሓቅካ ክወጸልካ ኢኻ ትደሊ ንስኻም ክትረትዕ ሓቅካ ክወጸልካ ኢኻ ትደሊ ማለት እዩ እና ስለዚ ናይ ክልቲኦም ሓቂ እንድሕር ደኣ ኮይኑ ኩላቶም ከዓ ክደኽሙን የሎም እና ግዜኻ ጉልበትካ ገንዘብካ ኩሉ ነገር እዩ ዝፈስስ ኣብ ከምዚ ዓይነት ነገራት ግን ከዓእምኻ እንድሕር ደኣ ኮይኑ መንበር እንድሕር ስኢንካ ትወስዱ ስጉምቲ ከዓ ክህሉ እዩ ማለት እዩ ስለዚ ካብ ከምዚ ዓይነት ነገራት ተንቁጠብ ፅቡቅ ነይሩ በቴለ በቴለ ግን ንበዓል ዕቋር ዝኸድዎ ርሕቐት ብጣዕሚ ኣፀየፍቲ ዝኾኑ ዋላ እኮ ምግበር ከም ዓውይሲ ክብረት ልበሃል ኣይነበሮ ይዕቋር ማለት እዩና እንዳክ ዝልፍ ከሎ ብፍላይ ድማ ብሰዊቱ እንዲዩ ባራኸ ብሰዊቱ እንዲዩ ዝኩሉ ነገር ዝመፀሎ ሓወኛ ሰበይቲ እንድሓለት ኮይና ኣብ ገዛ ርጉም ውላ እንድሓሊካ ኮይነ ኣብ ገዛ ኩሉ ግዜ ስራኻ ምሰፍታሕካ እዩ ማለት እዩና ደርጋ መብዛሕተን ደቂ ኣንስትዮ እንድሕደር እዮም ኮይና ኣይኮነን ዝስራሕ ፋቶቲ ድርብ ቁልፊ ንክገብሩ እዮም ዝገብራ ብጣዕሚ ጠንካራ ንኸውን ንፉዕ ንክኸውን ዘረባ የቀባብላ ብዙሕ ነገራት ከበር ገይረን ዝኸዳ ደቂ ኣንስትዮ ኣሕዋትና እኒኦ ብኡ ልክዕ ኸ ከምኒ ሃርያላ መሰላ ከዓ እኒ ከላ ከዓይ ኣብ ልዕሊ ሰብኣዮም ሽማ ክዝርባ ይልዑላ ከዓ እኒኦ ማለት ኢና ስለዚ እዛ ሰበይቲ እዚኣ ተቆጢባ እቲ ሓቂ ተናጊራ ይቅርታ ሓቲታ ናብ በረኸት ተመሊሳ ኮይና ልባን ቀልባን ዋላ ስጋኣን ምስኡ ተሃለን እምበይ ልባን ቀልባን ሓሳባን ናብ በራኺ ዘይትምልስ እንድሕዳ ኮይና ያው ኩላና ሰለማዊ ሰልፊ ክንወፅ ኢና ማለት እዩ። ሰለማዊ ሰልፊ መፂና ወፂና ናይ በራኺ ልውህነት ፍቕሪ ከመይ ከም ለምበራ ምናምን ክንምስክር ኢና። ብኡ ልክዕ ከዓ ናቱ ግርህነትን የውህነትን ብሰንካ ከበድቲ ነገራት ከም ዝኣተወን ከም ዝወፅሐን ሽግር እዚ ከዓ ገርና ብሓፈሻ ኩሉ እትከቢና ሰላማዊ ሰልፊ ክንወፅና ማለት እዩ ኩኒ ባራኽ ምዃንና ብሰበይቱ ብዙሕ ነገራት በደላትን ሰበባትን ሒዙሉ ይመፅእ ከም ዘሎ በዚ ኣጋጣሚ ክንነግረኩም ንፈቱ ማለት እዩ ናይ ደማ ዓይነት ቪድዮ እዚኣ ትመስል ነይራ ኩላትኩም ሓድሽቲ ዝኾንኩም ሰብስክራይብ ምግባር ኣይትረስዑ ክብለኩም ይደሊ ሰሰናይ ንዓኹም